ሰላም ዝኸበርኩም ተኸታተልቲ ኤሪ ሜድያ ሰንተር ንሎሚ ዝተዳለወ መደብ ሒዘልኩም ቀሪበ ኣለኹ ሰናይ ምክትታል ቁጽሪ ሓደ ኣብ ስራሕካ ወይ ኣብ ቤት ትምህርትኻ ህያባት ክዕደል ምዃኑ ሰሚዕካ ሀ በዚ ኣይትግደስን ለ ካብቶም ዝበፅሖም ክትከውን ትምነ ሐ ብዛዕባ እቲ ዝበሃል ዘሎ ንካልኦ ትሓትት መ ክንደየናይ ከይበፅሓኒ ይብል ቁጽሪ ክልተ ብሽርክነት ዝጀመርካዮ ንኡስ ንግዲ ዘይትዕወት ኮይኑ ምስ ዝስማዓካ፣ ሀ ናጻ ኮይንካ ርእይቶኻ ትገልጽ፣ ለ ኣብ መጻኢ ከም ዘይትቕጽል ትእምት፣ ሐ መመኽነይታ ብኩራትን ብምብዛሕ ተንሳሕብ መ ዕድለኛ ኣይኮንኩም ብምባል ምስ ነብስኻ ተማርር። እቶም ህርኩታት ክሽለሙ ምዃኖም ሰሚዕካ ሀ ብዙሕ ኣይትግደስን ለ ነቲ ዘረባ ከተረጋግጽ ትጎይ ሐ ፍርሒ ይስመዓካ መ ትርበሽ። ቁጽሪ ኣርባዕተ፣ ሃንደበት ሓደ ካብ ኣባላት ስድራቤትካ ሓደጋ ኣጋጢምዎ። ሀ፣ ሓካይም ብምውካስ ኩነታቱ ብቐረባ ትከታተል። ለ፣ ንሞራሉ ሓፍ ከተብል ትጽዕር። ሐ፣ ትርበሽ፣ ንምርባሽካ ግን ኣይተርእን። መ፣ ትሕዞን ትጭብጦን ይጠፍኣካ፣ ሓገዝ ካልኦት ትሓትት። ቁጽሪ ሓሙሽተ፣ መቕርብካ ካብ ስርሑ ክባረር ስግኣት ከም ዘለዎ ሓቢርካ፣ ሀ ለውጢ ኣገዳሲ ምዃኑ ተዘኻኽሮ፣ ለ ምስ ኮነ ተርክበሉ ትብሎ፣ ሐ ብዛዕባ ካልኦት ኣማራጺታት ስራሕ ትሕብሮ፣ መ ብዛዕባ መጻኢኡ ትጭነቕን ትፈርሕን። ቁጽሪ ሽዱሽተ፣ ዓርክኻ ገጽ ይኸልኣካ ከም ዘሎ ምስ ትጥርጥር፣ ሀ ነቲ ጉዳይ ከየካበድካ ትሪኦ፣ ለ ካብኡ ክትርሕቕ ትፍትን፣ ሐ ነዚ ንምርግጋጽ ኢልካ ህድእ ኢልካ ትሓቶ፣ መ ከምዚ ክገብረኒ ኣይግብኦን እዩ ብምባል ኣመና ትሓርቕን ተንጸርጽርን። ኣብ ዝበዝሐ ምርጫኻ ህ ምስ ዝኸውን፣ ኣዚኻ ትስፉውን ዘይትጭነቕን ሰብ ኢኻ። ንበዳሂ እዋን ምሉእ ተስፋ ብምስናቕ ከይተረበሽካ ክትሰግሮ ትኽእል። ብዙሓት ከም ኣብነት ይጥምቱኻን ኣብ ጥቓኻ ብምዃን ውሕስነት ይስምዖምን። ዝበዝሐ ካብ ምርጫኻ ለሚ ዝኸውን ብሓፈሽኡ ትስፉውን ንኻልኦት ተስፋ ትህብን መተባብዒ እኳ እንተኾንካ፣ ኣብ ገለ እዋናት ግን ኣብቶም ንዓኻ ዝምልከቱ ጉዳያት ነገራት ተካብዶም ኢኻ። ተስፋ ናይ ምቑራጽ ምልክታት ከኣ ተርኢ ትጅምር። ንሽግራትካ ከም ሽግራት ካልኦት ጌርካ ምስ ትጥምቶም ብተስፋ ክትገጥሞም ከኽእለካ እዩ። ካብ ዝበዝሐ ምርጫኻ ሐ ምስ ዝኸውን፣ ኣብ በዳህቲ እዋናት ትስፉው እኳ እንተኾንካ፣ ኣብ ንኣሽቱን ሓለፍትን ነገራትን ግን ተስፋ ትቖርጽ ሰብ ኢኻ። እቲ ጠንቂ መብዛሕትኡ ግዜ ብስምዒት ስለ እትምራሕ እዩ። እዚ ባህርይ ንነገራት ብወግዓዊ መንገዲ ንኸይትጥምቶም ይዕንቅፈካ። ነዚ ንምፍታሕ መዓልታዊ ፍርቂ ሰዓት ናይ እግሪ ጉዕዞ ብምክያድ ኣብ ኣታኽልቲ ዘለዎ ቦታ ምንፋስ ክሕግዘካ እዩ። ካብ ዝበዘሐ ምርጫኻ መ ምስ ዝኸውን ኣብ ተስፋን ለውጥን ዘይትኣምን ብምዃንካ ወትሩ ትጭነቕን ትርበሽን። ንነገራት ልዕሊ ሓቀኛ ምስሎም ስለ ትጥምቶም ከኣ ምስ ተስፋ ዝተኣሳሰሩ ምኽርታት ክትሰምዕ ንጸገምካ ክትቅበልን ኣይትደልን። ተስፋ ዘስንቑ ጽሑፋት ንምኽርን ካብ ካልኦት ምውካስ ከድልየካ እዩ። እምበኣርከስ ዝኸበርኩም ተኸታተልትና ንሎሚ ዘዳለኹዎ መደብ እዚ ነይሩ። ከም ወትሩ ላይክ፣ ሸር፣ ሳብስክራይብ ኣይትረስዑ። ኣብ ቀጻሊ ክሳብ ንራኸብ ሰላም።